ሰላም ሰላም ሎማዓንቲ ዕለት 14 ወር 5 2017 ዓ ም ከም ዝተለመደ ብሓድሽ ነገር ተመሊሰ መፅእ እኒኹ ሲሚንቶ ከዚ እውን እናቐነሰ ኢሉ ርከብ ንገዛኹም ዝኸውን መስታወት እውን ንምግባር ተሓስቡ ዘለው ፀፃ ዋጋ ሒዘልኩም መፅእ እኒኹ እቲ እንዲኖ እውን ክንደይ ከም ለለውና ቱርኪ ክንርኢና ስለዚ ኣብ ዝሓለፈ ቪድዮ ግን ንእሽተይ ናይ ላይክ ፀገም ስለ ዝረኣኹልኩም ከዚ 500 ላይክ ንክነትያ ኩልኹም ላይክ ላይክ ናገርኩም እዚ ቪድዮ እዚ ጀምርዎ ስለዚ ሓሳብ ኣስተያየት ተሃሊኩም ኣብ ኮሜንት ጸሓፉለይ ወይ ድማ ውሽጢ መስመር ጠይቁኒ ዘሎ ነገራት ኩሉ ክምልሰልኮ እዩ ማለት እዩ ስለዚ ብዙሕ ወግዒ ከይብዛሕና ቀጥታ ናብ ፕሮግራምና እናንሓልፍ ከዚ ንቐጽል ብመጀመርያ እንሪኦ ናይ ሲሚንቶ ዋጋ እዩ ሲሚንቶ ክንዲ ከምለሎ ምርኣይ ንቐጽል ሲሚንቶ ሎማዓንቲ መሐጎሲ ዝኾነ ዋጋ ሒዝ መፂንዮ ሎማዓንቲ ዕለት 14 ወርሒ ሓሙሽተ 2017 ዓ ም ዘሎ ዋግኡ 1120 ሎማዓንቲ ውዕልሎ እዩ ስለዚ ሓድሽ ዋጋ እዩ ክትገዝኡ ትደልዩ ፍጠኑ ኸዚ እውን ሓሪፍ ዝኾነ ዋጋ ንኢኩም ካብ ካልኦት መዓልትታት ኣወዳዲርካ ሎማዓንቲ ሓሪፍ ዝኾነ ዋጋ መፅኒዮ ማለት እዩ 1120 ሎማዓንቲ እናትሸጠሉ ዝወዓለ ዋጋ እዩ ኣብ ቐፃሊ ክውስኽ ዶ ይቕንስ ልብል ነገራት እውን ስለ ዘይፍለጥ ኸዚ ቶል ኢልኹም ወሲንኹም ናብ ምግዛእ ትትኸዱ ብጣዕሚ ሓሪፍ ዝኾነ ዋጋ ትረኽቡ ትኽእሉ ኢኹም ስለዚ ምግዛእ ኮነ ንዓይ ምምኻር ትደልዩ ብኢሞ ዋትሳፕ ቴሌግራም ንኸውን እዩ ስልከይ ኣብ ኮሜንት መጀመርያ ወይ ድማ ኣብ ፕሮፋይለይ ባዮ ንኢኩም ማለት እዩ ብኣ መሰረት ደው ኢልኹም ወይ ድማ ቴክስት ጌርኩም ንዓይ ክትናገሩን ትኽእሉ ኢኹም ስለዚ ናይ ሲሚንቶ ዋጋ እዚ ካበልና ቀፂልና ድማ ንሪኦ ናይ ቴንዲኖ ዋጋ እዩ ቴንዲኖ ናይ ቱርኪ ቆንጆ ዝኾነ ቴንዲኖ ሎማዓንቲ ክንደዮም ለሎ ምርኣይ ንቐፅል ናይ ሎማዓንቲ ካብ በዓል ሸሞንተ ክሳብ ዓሰርተ ሽዱሽተ ለሎ ናርእና ንኸድ ኢና ማለት እዩ ስለዚ ብዙሕ ሰባት ከም ተሓቱ ንለኹም ብውሽጢ መስመር እዚ ዋጋ እዚ ንሎማዓንቲ ለገልግል እዩ ኣብ ናጋ ልቕየር ዶ ይፀንሕ ልብል ኣፈላላይ ክህሊ ይኽእል እዩ እሱ እውን ናይ ዓሰርተ ቅርሺ ዕስራ ቅርሺ ኣብ ሓደ ሓደ እዩ ኣብ በዓል ሸሞንተ ወይ ድማ ዓሰርተ ኣርባዕተ ኣብ ሓደ ሓደ እዩ ንሽ ለውጢ ከርኢ ይኽእል እዩ ግን

ዝተሓተ ድማ ሸውዓተይ ሰብዓይ ሎማዓንቲ ውዕልን እዮም ማለት እዩ ስለዚ ብዚኣ ጌርኹም ናይ ሎማዓንቲ ናይ ቴንዲኖ ዋጋ እውን ውሰዱ ምግዛእ ኮነ ንዓይ ምምኻር ትደልዩ ከም ተለመደ ብኢሞ ዋትሳፕ ቴሌግራም ንዓይ ክትረኽብሉ ማሕበራዊ ሚዲያ እዩ ብውሽጢ መስመር ኣናጉርኒ ልሓሸ ዋጋና ልሓሸ ገዛ ክጥቅመኩም ወይ ድማ ክጋዘእኩም ይኽእል እያ ናብ ካልኦት ከተማታት ትግራይ ትልእኹ ተሓስዋት ድማ ቴንዲኖ ብቻክ የኾነ ኣጠቓላሊ ኣብ ዘሰዓ ትራንስፖርት መዋፅ ስለለይኾነ ኣጠቓላሊ ክትገዙ ትደልዩ ሲሚንቶ፣ ቴንዲኖ፣ ካልኦት እውን ቀለም ክኾን ይኽእል እዩ ዝተፈላለዩ ነገራት ኣጠቓሊልኹም ፅዒንኹም ክትልእኹ ትደልዩ ሰባት ኣናግሩኒ እምበር ንሓደ ሲሚንቶ ብቻ እዚ ንኣብነት 30 ኩንታል ዋላ ይኹን ብጣዕሚ ንእሽ ስለዝኾነ ንትራንስፖርት ኢልኹም ኩሉ ነገር ኣጠቓላሊ ተትገዝኡ ፅቡቕ እዩ ንዓኻትኹም ዝኾነልኹም ማለት እዩ ስለዚ ናይ ሎማዓንቲ ናይ ቴንዲኖ ናይ ሲሚንቶ ዋጋ እዚ ካበልና ከዚ ድማ ቀፂለ ልሕፈኩም ናብ ናይ መስታወት ዋጋ እዩ ገዛኹም መስታወት ምግባር ትድልዩ ኣብዚ ከ ሰዓት ሓንቲ መስታወት ተሰይራትካ ማለት ብጣዕሚ ከቢድ ለለናሉ ግዜ እዩ ስለዚ መስታወትካ ክንደይ በፂሑ ልብል ዋጋ ምርኣይ ንቐፅል ማለት እዩ ብዙሕ ገይረ ካብ ሊኣርበልኩም ናብ መስታወት ስለዚ መስታወት ምግባር ኣብ መስታወት ዝበፃሕኩም ሰባት ወይ ድማ ንምግባር ትሓስቡ ዘለኹም ሰባት ስካዕ ክንደይ ይበፅሕ ልብል ነገራት ኩሉ ምርኣይ ንቐፅል ማለት እዩ ስለዚ ሓንቲ ሓፍተ የም ጠየቐትኒ ብውሽጢ መስመር ሙሉእ ገዛ ንምግባር ደልያ ሳሎን መደቀሲ ለሎ ምስ ናይ ሽንቲ ቤት እና ደግንና ውሽጢ ለሎ ነገራት ኩሉ ሙሉእ ግቢ ንምግባር ኣደላ መስታወት ማለት እዩ ስለዚ እስካ ክንደ ይውድእ ክንደ ክንዩ ንካር የሉ ነገራት ኩሉ ጠይቃት ነራ በዓል ብለፅናዕክዋ መሰረት ድማ ኣብኡ ተለኹ ንዓካትኹም ለየካፍለኩም ብምባል እያ ካልኦት ዝተልይኹም መስታወት ንምስራሕ ትደልዩ ስለዚ እስካ ክንደይ ይውድእ ልብል ነገራት ኩሉ ምርኣይ ንቐፅል እዚ እውን ናይ ክለር ኣማራጭ ንርኢ ተለና ብዝተፈላለየ ኣሎ ብሰማያዊ ብኦሽን ዝበሃልና ብቡኒ ዝበሃል ዓይነት ክለራት ኣለዉ ኣብዚ ክሳዕ ትሬኒንግ ዝኾኑ ወይ ድማ ብዙሕ ሰብ ዝጥቀመሎም ለሎም ዓይነት መስታወታት እዮም እዞም ሰማያዊ ወይ ድማ እዞም ኦሽን ዝበሃሉ ኣብዚ ክሳዕ ብጣዕሚ ሰባት ናመርፅኦም ንርከቡ እዮም ቡን እውን ቆንጆ ዝኾነ መስታወት እዩ ብፍላይ መሰመያዊ መስታወት ንኣሉሚኒየም ዝኾነ ማዕፆ ብጣዕሚ ሓሪፍ ዝኾነ መስታወት እዩ ንብረት ግን ከም ንቡኒ ተትጥቀሙ ቆንጆ ይመፀልኹም ማለት እዩ ስለዚ ዝተፈላለዩ ዓይነት መማረፂ ከለር እኒኡ ስለዚ ብኦም መሰረት እስካዕ ክንደይ ይበፅሕ ልል ዋጋታት ንርኣ እዚ ብሰማያዊ ንኣብነት ሰማያዊ ከለር ንካሬ ክንደይ ሽወጥሎት ኢልና ብሰማያዊ ማለት እዩ 2450 እናተሸጠ ይርከብ 2450 እዩ እዚ መሸጢ ዋግኡ እዩ ብሰማያዊ ከለር ማለት እዩ ንካሬ 2450 እዩ ናትሽጠ ይርከ ካሬ ማለት ከም ነገርኩኹም ጎኑ ሓደ ሜትሮ ቁመቱ ሓደ ሜትሮ ዝኾነ ካሬ ወይ ድማ ፍሬም እና ካሬ ተባሂሉ ይፅዋዕ ማለት እዩ ስለዚ ብኣ መሰረት ናይ ገዛኹም ዓቐን ተዓቂኑ እንደ ይውድእ ልብል ነገራት ይወፅእ ስለዚ ንካሬ ግን 2450 ብሰማያዊ ከለር እናሸጠ ይርከብ ማለት እዩ ብኦሽን ዝበሃል ድማ እስካብ 2100 ንካሬ እናተሸጠ ይርከብ ኣብቲ ቪድዮ ትሪእዎ ኣለኹም ኦሽን ማለት እዚ እዩ እዚ እውን 2100 እናሸጠሉ ዝርከብ ዋጋ እዩ ማለት እዩ ስለዚ ብቡኒ ከለር እውን ነይሩ እዩ ብቡኒ ከለር ክስካሕ እንደ ይውድእ ትልና ንካሬ 2350 እዚ ሰማያዊና ቡኒ ንእሸይ ዋግኦም ውስኽ ለበሉ እዮም ስለዚ ናይ ቡኒ ግና 2350 ዝሽወጠሉ ዘሎ ንካሪ ማለት እዩ ስለዚ ብዚኣ መሰረት ናይ መስታወት ዋጋኹም ክትውስኑ ትኽእሉ ኢኹም ብፍላይ እዞም ሰማያዊ መስታወታት ንገዛኹም ብጣዕሚ ኣብዚ ሰዓት ድምቕ ኢሎም ብዚኣ መሰረት ኢኹም ለሉ ዋጋ ትወስዱ ናይ ሽንቲ ቤት ድማ እቲ ዓይነት መስታወት ከለድልና ዝብል ነገር ድማ ንናይ ሽንቲ ቤት ዝተፈላለዩ ኣለዉ ንኣብነት ብፃዕዳና ብቡኒ ኣሎ ብቡኒ ከለር ኣለዉ ብፃዕዳና ብቡኒ ስለዚ ክንዲ እዩ ዋግኦም እንተይልና ብፃዕዳ 1750 እናተሸጠ ይርከብ 1750 ብቡኒ ድማ 1900 ስለዚ ንክልቲኦም ዋጋ ንሽ ኣፈላላይ እኒኦ ወይ ንካልተ ሚእቲ ኣብ ሓደ ሓደ ድኳናት ንሽ ኣብ ዋጋ ኣፈላላይ ክህሊ ይኽእል እዩ ማእኸላይ ዋጋ ኢኹም ትሕዙ ስለዚ ብፃዕዳ 1750 ኣብቲ ቪድዮ ትሪእዎ ኣለኹም እዚ ማለት እዩ እዚ 1750 እናሸጠ ይርከብ ብቡኒ ድማ 1900 ስለዚ እዚኦም በረዶ ወይ ድማ ሓርፋፍ መስተዋታት ዝበሃሉ ዝተፈላለዩ ዲዛይን ኣለዎ ምንም ከርእል የኽእል ዓይነት መስተዋታት እዮም ዋግኦም ድማ እዚ ይመስል ማለት እዩ ስለዚ ክትገዝኡ እትደልዩ ሰባት ኣብዚ ኸ ሰዓት ዘሎ ዋጋ እዚ ይመስል ብዛኣ መሰረት ከም ትገዝኡ ለለኩም ማለት እዩ ካልኦት ዋጋታት ኣማራፂ ትረኽቡ ትኽእሉ ኢኹም ግን ንሽይ ናብ ቲክነስ ኣፈላለየ ከጋጥመኩም ይኽእል እዩ ቲክነስ እዚኦም ሓሙሸ እዩ ቲክነሶም ስለዚ ሓሙሸ ማለት ረጒድ ዝኾነ መሰዋታት እዮም ስለዚ ብዛኣ መሰረት ገይርኹም ዋጋ ወስኑ ግዝኡ ማለት እዩ ስለዚ ናይ ሎማዓንቲ ዘሎ ዋጋ ናይ መስታወትና ናይ ሲሚንቶ ቴንዲኖ ዋጋ እዚ ይመስል ኣብ ናጋ ድማ ናይ ጂፕሰንና ናይ ማዕፆታት ዋጋ ልሕዚ ረኹም ክመፅ እያ እዚ ኣብ እግረ መንገደይ ሓፍተይ ጠየቃትኒ ክተሰራሕ ልደለይት እያ ነይራ ስለዚ ንኣግ ብምሉእ ልስራሕ ስለዝነበረ ኣውተልና ዋጋ ፅኒዕና ብዙሕ ነገር ለበልናሉ እዩ ካልኦት ሰባት ድማ ከምዚ ዓይነት ስራሕ ትደልዩ ትህልኹም ኣናጎርኒ ልሓሽ ዋጋ ከጋነይኩም ይኽእል እያ ዝተፈላለዩ ኣብ ከተማ መቐለ ኣለዉ ዝተባሃሉ ናይ ብረት ብረታ ብረት ክኾን ይኽእል እዩ ናብ ፈርኒቸር ስራሕቲ ብዙሓት ዓይነት ስራሕቲ ዝሰርሑ ሰባት ስለዘለዉ ብቕርቢ ዝፈልጦም ሰባት ስለዝኾኑ ንዓየተ ይኾምኒ ብዙሕ ዓይነት ስራሕ ክሰርሕኩም ይኽእል እዩ ማለት እዩ ስለዚ ብዚኣ መሰረት ገይርኩም ለለይኩም ነገር ናይ ቀለም ክኾን ይኽእል እዩ ናይ ዝተፈላለዩ ኣቕሓታት ዋጋ ለ ክነግረኩም ይኽእል እየ ሲሚንቶ ቴንዲኖ ግና መዓልታዊ ዴሊ ኣብዚ ፕሮግራም እዚ ስለነቕርብ ብኣብ መሰረት ይኹም ለለ ዋጋ ትወስዱ ማለት እዩ ስለዚ ኻሊእ እውን ገዛ ምግዛእ ትደልዩ ወይ ድማ ነፃ መሬት ኮንዶሚኒየም ስቱድዮ ክኾን ይኽእል እዩ ኣብ ሰዓት ኣብ መቐለ ብዙሓት ናይ ሪስቴታት ኣገልግሎት ልቡ ገዛውቲ ዝስርሑ ስለዘለዉ ኣኣቶም እውን ክትሳተፉ ትደልዩ ወይ ድማ ናብ ምግዛእ ቀደለኩም ኣዓድኹም ኣለዉ ስለዚ ብኣ መሰረት ገይረ ከጋኒኩም ይኽእል እየ ስለዚ ኣናግሩኒ ብውሽጢ መስመር ብኢሞ ዋትሳፕ ቴሌግራም ንዓይ ክትረኽብሉ ትኽእሉ ማሕበራዊ ሚዲያታት እዮም ስለዚ ሎሚ ዓንቲ ነበረኒ ፕሮግራም ግና እዚ ይመስል ኣብ ቐፃሊ ፕሮግራም ተመሊሰ እስካዕ ዝመፀኩም ሰላም ንዓኻትኩም ይኹን ፒስ